ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሌ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገኒ ሰላም እየ። ንስኻትኩም እውን በብዘለኹምዎ ሰላምኩም ብዝሕ ትርፍ ክብለለይ በዓልቲ ሙሉእ ተስፋ እየ። እንኳዕ ድማ ናብ ቻናሌ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ድማ ብፍላይ ኣብ ስዑዲ ዓረብ ትርከቡ ሕጋውያን ኾነ ዘይሕጋዊ ኮይንኩም እትሰርሑ ማለት እዩ። ብጣዕሚ ብጣዕሚ ኣገዳሲ ቪድዮ እዩ። እስካዕ መጨረሻ ቪድዮ ረኣይዎ። ብጣዕሚ ዓብዩ ተፍትሽ ወይ ከዓኒ ፍተሻ ማለት እዩ ጀሚራ እኒሃ ስዑዲ ዓረብ በብገጹ እናኸደ ይኹን በብመንገዱ ዓብዩ ተፍትሽ ትገብረላ ምፍታሽ ብቻ ዘይኮነሲ ብዙሕ ሰብ ብኣሻሓት ብኣሻሓት ዝኾኑ ዜገታት እውን ተታሒዞም ኣለው። ግማሾም ንዓዲ ግማሾም ደሞ ናብ እስር ቤት ተገይሮም ኣለው ማለት እዩ። ብኸመይ ተታሒዞም ኣበይ ብኸመይ ንዝብል ክነግረኩም እየ። ብፍላይ ድማ ዘይሕጋውያን ብቻ ኮይንኩም ዘይኮነሲ ሕጋውያን ኮይንኩም ባዕሉ ለምሳሌ ኢቃማ ዘለኩም ታክሲ ትሰርሑ ወይ ከዓ መኪና ማለተይ ታክሲ በቃ ታክሲ ትሰርሑ ሰባት ኢቃማ ዘለኩም ተኮይንኩም ዘይሕጋዊ ሰብ ተንቀሳቀሱ እንድሕር ተረኪብኩም እቲ ዝዓበየ ዋጋ እቲ ዝኸፍእ ዋጋ ትኸፍሉ ንስኻትኩም ኢኹም። እዙይ ብቻ ኣይኮነን ኢቃማ ዘለኩም ኮይንኩም መንበሪ ፍቃድ ለምሳሌ ናይ በዓልቶም ገዛ ክኸውን ይኽእል ተኻሪኹም ትኾኑ ትኽእሉ ኣብቲ ግቢ ንሱ ኢቃማ ዘይብሉ ሰብ እንድሕር ተረኪቡ እቲ ቕፅዓት ንዓኻትኩም እዩ። ቅፅዓት ደሞ ብጣዕሚ ዓብዪ ዓብዪ እዩ ማለት እዩ። ብጣዕሚ ከቢድ ሕጊ እዩ። ሓድሽ ሕጊ እዩ ወፂኡ ዝኒሆ። እንታይ ደኣ ተጠንቀቑ ማለት እዩ። ኣብ መጨረሻ ነግረኩም እየ። እና ሰናይ ፃንሒት ንቻናለይ ሓደሽቲ ዝኾንኩም ደሞ ሰብስክራይብ ነባራት ዝኾንኩም ከዓ ላይክ ሸር እናገበርኩም ኣበረታትዑኒ እዚ ቪድዮ እዚ ኩሉ ሰመንታ ንክሪኦ ሼር ላይክ ግበርዎ ማለት እዩ ብሕጋዊ ዝሰርሑ ኮነ ብዘይ ሕጋዊ ዝሰርሑ ስዑዲ ዓረብ ኣብዚ ሕዚ ግዜ ብጣዕሚ ጥብቂ እያ ጌራታ ዝኒያ ብርግጽ ኩሉ ግዜ ተፍትሸሎ እንድዩ ግን ክንድዚ ኣነ ሰብ ክሕፈስ ርኢ ኣይፈልጥ እዩ ማለት እዩ ስለዚ ሼር በልዎ እና ሰናይ ጻንሒት እንግዲህ ክብራት ኣሕዋተይ ናይ ስዑዲ ዓረብ ሚድያ ወይ ከዓኒ ናይ ስዑዲ ዓረብ ጋዜጣ ማለት እዩ ልዕሊ 12500 ዘይሕጋውያን ዝኾኑ ዜጋታት ኣብ ትሕቲ ቁፅፅር ኣውዒለ ይብለና ኣሎ ካብቶም 12500 ዝኾኑ ከዓኒ እቶም 7333 ዝኾኑ ሰባት መንበሪ ፍቓድ ዝጠሓሱ እንትኾኑ እቶም ሰለስተ ሽሕን ሱሳን ዜጋታት ከዓኒ ብባሕሪ ዝመፁ ወይ ከዓ ደንበር ይጣሱ ናቸው ተብሏል ማለት እዩ። ክብራት ኣሕዋተይ እቶም ሸውዓተ ሚእትን ቅርታ ክብራት ኣሕዋተይ እቶም ኣርባዕተ እቶም ኣርባዕተ ሽሕን ሽዱሽተ ሚእትን ሰብዓን ሰለስተን ዝኾኑ ከዓኒ የሰራተኛ ህግ ይጣሱ ወይ ከዓኒ ናይ ሰራሕተኛ ሕጊ ዝጠሓሱ እዮም ተባሂልኩም ኣለኹም ማለት እዩ። ካብዞም ዓሰርተ ክልተ ሽሕን ሓሙሽተ ሚእትን ዝኾኑ ደሞ ከባቢ ዓሰርተ ሓደ ሽሕ፣ ልዕሊ ዓሰርተ ሓደ ሽሕ ዝኾኑ ደቂ ተባዕትዮ ከም ዝኾንና፣ ሽሒ ልዕሊ ሽሕ ዝኾና ደሞ ደቂ ኣንስትዮ ከም ዝኾና እዩ ዝግለጽ ዘሎ። ካብኣቶም ካብዞም ልዕሊ ዓሰርተ ክልተ ሽሕን ሓሙሽተ ሚእትን ዝኾኑ ስሳን ሓሙሽተን ፐርሰንት ኢትዮጵያውያን ወይ ከዓ ሓበሻ ከም ዝኾኑ እቶም ዝተረፉ ከዓኒ ናይ ካልእ ዜጋታት ከም ዝኾኑ እዩ ናይ ስዑዲ ዓረብ ጋዜጣ ዘጊቡ ዘሎ ማለት እዩ። ክብራት ኣሕዋተይ ካብቶም ዓሰርተ ክልተ ሽሕን ሓሙሽተ ሚእትን እቶም ሸውዓተ ሽሕን ክልተ ሚእትን ሳላሳን ሓሙሽተን ዝኾኑ በብዓዶም ናብ በብዓዶም ማለት ከም ዘሳፈሮም እና እቶም ሽዱሽተ ሽሕን ሰለስተ ሚእትን ሳላሳን ኣርባዕተን ዝኾኑ ከዓኒ ናብ ኤምባሲ ከም ዝለኣኾም ማለት እውን በዓልቶም ፕሮሰስ ገይሮም ንዓዶም ከም ክኸዱ ከም ዝተገበራ እዩ እቲ ናይ ስዑዲ ዓረብ ጋዜጣ ዘጊቡ ዘሎ ማለት እዩ ክብረት ኣሕዋተይ። ስለዚ ብጣዕሚ ጥንቃቐ ግበሩ። እዚ ብቻ ኣይኮነን እዚ ብቻ ኣይኮነን ኢቃማ ዘለኩም ንኣብነት ሕዚ ታክሲ ዝሰርሕ ክኸውን ይኽእል ሓደ ሓደ ወዲ ታክሲ ዝሰርሕ ተኮይኑ ወይ ካብ ድንበር ድዩ ሰብ ከምፅእ ወይ ኣብ ውሽጢ ከተማ ድዩ ብዘይ ሕጋዊ ሰብ ኢቃማ ዘይብሉ ሰብ ከጓዓዝ እንድሕር ድኣ ተረኺቡ ቅፅዓት ከም ዘለዎ ንዓሰርተ ሓሙሽተ ዓመት ዝኣክል ክእሰር ከም ዝኽእል እዮም ከም ዝኽእል ብቻ ዘይኮነሲ ንድሕር ዳኣኒ ኢቃማ ዘይብሉ ሰብ ካጓዓዝ እንድሕር ተረኺቡ ንዓሰርተ ሓሙሽተ ዓመት ፅኑዕ እስራት ከም ዝግበረሉ ቅፅዓት እውን ናይ ገንዘብ ቅፅዓት እውን ከም ዘለዎ እዮም ገሊፆም ዘለዉ እዚ ብቻ ኣይኮነን መንበሪ ፍቃድ ዘይብሎም ወይከዓ ሕጋውያን ዘይኮኑ ምስተም ሕጋውያን ዝኾኑ ሕዝ ንኣብነት ኣነ ሕጋዊት እየ እንተይለ ተኻሬ እንድሕር ዝነብር ኮይነ ወይ ከዓ ገዛ መኪና ሃልእኒ ናይ ባዕለይ ገዛ መኪና ገዚ ኣብዚ ዓዲ ዝነብር እንተኾይነ ምሳየይ ዘይሕጋዊ ሰብ እንድሕር ደኣ ዝነብር ኮይኑ እቲ ገዛ ኮነ እቲ መኪና ከም ዝወርሰንና ንዓሰርተ ሓሙሽተ ዓመት ከም ዝኣስር እዩ እቲ ናይ መንግስቲ ስዑዲ ወይ ከዓ ናይ ስዑዲ ጋዜጣ ዘግዩ ዘሎ ማለት እዩ ስለዚ ኩላትና ጥንቃቐ ንግበር ማለት እዩ ብፍላይ ድማ ኣብ እጃዛ ዘለኽን ኣሕዋተይ ኣብዚ ሕዚ ግዜ ሰዓት ካባየ ጀሚር ኣነ ባዕሉ ኮፍ ኢለ እኒኹ ስራሕ ስኢኖ ማለት እዩ ታይዳ ኩሉ ብትዕግስቲ ንሕለፎ ስራሕ የለን ኢልክን ግዝያዊ እስራሓ ክኸውን ይኽእል፣ ተመላላሺ ከምዚ መዓልታዊ ክኸውን ይኽእል፣ ክትሰርሓ ትኽእላ ክትከዳ ክትመጽኣ ከይትተሓዛ ምእንታ ንዓኻትክን ብቻ ዘይኮነሲ እቲ ምሳኽን ዘለ ሰብ ውን ከይትልክምኦሲ ጥንቃቐ ግበራ፣ ወይ ካዓ ንትኸዳ ትወጻ ከለኽን ግዜ ሓሊኽን መዓዝ ሰዓት ዩ ፓላዊስ ዘይፍትሹ መንገድን ግዛዕን ጥንቃቐ ግበራ ማለት ዩ፣ ካብ ኩሉ ብላዕሊ ካዓንየ። ኣብ እጃዛ ኮፍ ክትብላ ከለኽን ደገ እቲ ውፀኢ ትበላ ንስኻትክን እንድሕር ስራሕ ስኢንክን ኣብ ገዛ እንድሕር ኮፍ ትብላ ኮይንክን ስፖር ማርኬት በዓል ተኽነይ ትኺዳ ኢቃማ ዘለዎ ሰብ ኣብቲ ግቢ መቸስ ኢቃማ ዘለዎ ሰብ ክህሉ ይኽእል እዩ ከዓ ስራሕ ዘለዎ ሰብ ክህሉ ይኽእል እዩ እሱ ናብ ስራሕ ክይሉ ክምለስ ከሎ እቲ ትደልዮ ጠቕላይ ቢልክን ብሓደ ግዜ ገዚእኽን ተምፃቢ እቲ ውፅእ ተዘይትብላ ይምረፅ ማለት እዩ ብሰንኪ ንቑፅ ይነድር ርሑስ ዝበሃል ብሰንኪ ሓደ ሰብ ናይ ግዲ ሙሉእ ሂወት ክነባላሽዎ ስለ ንክእል ጥንቃቀ ንግበር ማለት እዩ ደቂ ዓበይትዋይ ማዕረይ ኣብዚ ሕዚ ግዜ ስዑዲ ብጣዕሚ ተፍትሽ ትገብረላ እያ እዚ ተፍትሽ እዚ እዞም ልዕሊ ዓሰርተ ክልተ ሽሕ ዓሰርተ ክልተ ሽሕን ሓሙሽተ ሚእትን ዝተትሓዙ ዜጋታት ከዓነይ ካብ ሰነ ሓሙሽተ እስካብ ሰነ ዓሰርተ ሓደ ዓሰርተ ክልተ ዘሎ ግዜ እዩ እዚ ኩሉ ብኣሽሓት ዝኣክል ተታሒዙ ዝኒሆ ማለት እዩ ክብራት ኣሕዋተይ ኣብ እዚ ማለት ኣብ ውሽጢ ሓሙሽተ ሽዱሽተ መዓልቲ ሲ ልዕሊ ዓሰርተ ክልተ ሽሕ ሰባት ዘይሕጋውያን ዝኾኑ ሒዛ እኒሃ ማለት እዩ እና ብጣዕሚ ጥንቃቐ ንግበር ብፍላይ ድማ ኣጋጣሚ ክትሓዝ ከለኻ ምንም ከይሰራሕኻ ብዙሕ እቅድ ክህልወና ይኽእል እውነት ብጣዕሚ ከቢድ እዩ ስለዚ ስራሕ ዘለክን ደሞዝ ውሕድና ኢልክን ትምለሳ ኣይተመቸወና ኢልክን ትምለሳ ጥንቃቐ ግበራ ኣብ ዘለክን ጽመም ኢልክን እዘን ክልተ ሰለስተ ወርሒ እዚኤን ተጸሚምክን ሕለፈን ክብለክን ይፈቱ ማለት እዩ ከምኡ እውን እጀታ ኣብ ኮፍ ኢልክን ዘለኽን ስራሕ ስኢንክን ብትዕግስቲ ሕለፍኦ ማለት እዩ ክብራት ኣሕዋተይ እና ከምዚ መስል ናይ ሎማዓንቲ ሓበሬታይ ሓሳብ ሬታኹም ደሞ ኣብ ኮሜንት ጸሓፉለይ እና ክብራት ኣሕዋተይ እግዚኣብሔር ኣምላኽ በብዘለኹምዎ ይሓልኹም። ስደትና ይሕፅረልና ዓዲና ዓድና ከይድና ሰሪሕና ክንበልዕ ደሞ ዓድና ሙሉእ ሰላም ይገረልና እግዚኣብሔር ማለት እዩ። ከም ዓድኻ ዝመስልዎ የለይ። ስደት ሕጋዊ ኮንካ ዘይሕጋዊ ኮንካ ኩሉ ግዜ ሰቐቐን፣ ኩሉ ግዜ ፍርሓት ወይ ብስማ ብፍላይ ስዑዲ ዓረብ ማለት እዩ። ኢቃማ እንተሃለወካ ዘይሕጋዊ ሰብ እቲኻ ዘይሕጋዊ ሰብ ምሳኻ ተራእዩ ተባሂልካ ሰቐቐን። ብቻ ግን ዓድና ሙሉእ ሰላም ይገረልና እሞ ስዕበትና ሰሪሕና ዓድና ክንነብር ስደትና የሕፅረልና ፈጣሪ እና ደቂ ዓበይትዋይ እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ እያ ላይክ ሸር ሰብስክራይብ ምግባር ድማ ይትረስዑ ኩሉ ሰብ ምንታን ክሪኦ ሼር በልዎ ሰሰናዩ ብካልእ ቪድዮ እስካዕ ዝምለሰኩም ባይ ባይ